ደው ኢሉ ክሓስብ ንዝኸል ትውልዲ ናይ ኣክሱም ጉዳይ መን ክሕደወልዩ እንታይ እዮም እታ እዞም ዓዲ እምበይኸ ሽማግሌ የብሎም እዩ ድዩ እምበይኸ ተጸዋዒ ኣብ ቅድሚት ተሰሊፉ ነገራት ለዘሓሕልኸ የብሎም እዩ ድዩ መራሕቲ ሃይማኖት ናብ ቅድሚት ወጺኹም እቲ ነገር ብገንኡ ልክረጋጋዕ ናይ ምግባር ኣቦነታዊ ሓላፍነት ኣለኩም ሓላፍነትኩም ዝተዋጽኦ እዚ ሓበሬታ ዕስራን ኣርባዕተን እዩ ኣብ መቐለ ታይምስ ዩቲዩብ ድማ ይረኽቡና። መቼስ ኣብዚ ሰሙን እዚ ስለ ኣክሱም ብዙሕ እናሰማዕኹም ኢኹም። ትግራይ ካብ ትግለፀሎም መንገድታት ምክንያታት ሓቅታት ሓደ እንደገና ኣብ ሕቑፋኣ ኣብ ጓጓኣ ብርክ ትለሉ ኣመንቲ እምነታት ተፈቓቒዶም ተሰማሚዖም ዝነብሩላ ተባሃጊት ምድሪ ምዃና ኩለና እንፈልጦ ኣብኡ ልዓበና እነስተማቕሮ ሓቂ እዩ እዚ ሰሙን እዚ ክርብሽ ልኽእል ዜናታት ካብ ከተማ ኣክሱም ሰሚዕኹም እንትኾኑ ተስፋ ይገብር ብዛዕባ እዚ ጉዳይ እዚ ኣልዒልና ሎም መዓንቲ ፃንሒት እናገበርና ተተወቃቀስና ሓሳብና ተተዋሃብና ልንቀፍ ኣካል ተነቐፍና ፅቡቕ እዩ እዚ ካብቶም ናይ ሚድያ ግደታት ሓደ ስለ ዝኾነ እየ እዚ ዝብለኩም ኣለኹ ክቡራት ተመልከቲ ሰው ስለ ኣክሱም ትሰምዑ ተለኹም እንታይ ተሰሚዑኩም ኣብ ሰሙን እዚ ሓሳኹም ክተካፍሉ ፉቲ ኣብ ኮመንት ሴክሽን እንዳመጻኹም ንገሩኒ። ኣብ ዕለተ ዓርቢ በዓል ስቕለት ስነ ስርዓት ላተሳለጠ ነይሩ ኣብቲ ከተማ ኣክሱም። ብኣንጻሩ እንደገና ኣመንቲ እምነት እስልምና ዓርቢ ናይ ሶላት ስነ ስርዓት ላካየዱ ነይሮም። ኣብ መንጎ ኣካላት ፀጥታን ኣብ መንጎ ኣመንቲ እምነት እስልምናን ተፈጢሩ ክበሃል ተሎ እዚ ጉዳይ እዚ ቶሎ ምስ ሰማዕኹ ኣብ ከተማ መቐለ ዝርከቡ ሃይማኖት መራሕቲ እምነት እስልምና ማለት እውን ኣብ ሸሪዓ ቤት ፍርዲ ከባቢ ዝርከቡ መራሕቲ ሃይማኖት ስልኪ ደው ኢለ ጠይቀ ብዛዕባ እዚ ጉዳይ እዚ መን ፈፃሚኡ ንምንታይ ምክንያት ተፈጢሩ ዘሎ ነገር ብዕምቆት ክንሰርሐሉ ኢና ይኹን ግን ለይተደለየ መልክዕ ክሕዝ እናተገበረ ስለ ዝርከብ እዚ ጉዳይ እዚ ትክክል ኣይኮነን ምስ ኣካላት ፀጥታታ ከተማን ኣብ ክልል ምስ ዝርከቡ ንምልከቶም ኣካላትን ተዘራሪብና ብገንኡ ደው ክብል ጌርና ኢና ኢሎም መግለፂ ሂቦምኒ ብኡ ድማ ዜና ሰሪሕሉ ነይረ እየ እዚ ጉዳይ እዚ እቲ ኣብ ፖለቲካ ተፈጢሩ ዘሎ ኣፈላላይ እሱ መጀመርያ ይፈታ ኣብዚ ሕዚ ግዜ ኣብ መላእ ዓለም ዘለና ተጋሩ እናረብሽና ዝርከብ ጉዳይ ትግራይ ሃመይ ትቐፅል እዩ እምበይ ትግራይ ሃመይ ትጥፋእ ይኾነ ዓድም ልምጥፋእ ቐሊል እዩ እምነት ምምዛዝ ኣየድሊ ዓዲ ልኽድሕን ግን ብዙሓት ምክረ ሓሳባት ክፈልቁ ክኽእሉ ኣለዎም ብዙሓት ምክረ ሓሳባት ክወፁ ክኽእሉ ኣለዎም ትግራይ ትሸግር ድያ ወይስ ንሕና ብዘለናዮ ሒዝናዮ ንጠፊእና ኣብ ዝብል ሕቶ ገና ዘይተመለሰ ሕቶ እዩ እዚ ሕቶ እዚ ልምላስ ብርክት ዝበለ ትግራዋይ ድቃስ ስኢኑ ይሓድር ኣሎ ኢለ ዝሓስብ ኩለና ገገዛና ስለ ዓድና ስለ ዕረኽትና ስለ ቤተሰብና ስለ ወለድና ንሓስብ ተለና ዝስምዐና ተስፋ እንታይ እዩ ውሽጥና እዩ ንፈልጦ እዚ ተስፋ እዚ ክምንጥለና ዝመፅእ ዝኾነ ይኹን ፈላላይ ምክንያት ክንቕበሎ ንኽእል የብልና ብስሩ ካልእ ይትረፍ ሓደ ክገብረና ዝኽእል ምክንያት እውን ዶ ይሰኣን ይህን ትግራይ ሓደ ክገብረካ ልኽእል ምክንያት ተሜሳ ፖለቲካሊ ክትፈላለ ትኽእል ኢኻ ፀገም የብሉ ኣነ ዝደልዮ እዚ እዩ እስኻ ዝደልዮ እቲ እዩ ክትብል ትኽእል ኢኻ ኣብቲ ዝፈቕደልካ ባይታ እንደገና ክሳብ ዝፈቐደ ክትከራኸር ሓሳብ ክትገላለፅ ክትወቃቐስ ክትፀራርፍ ትኽእል ኢኻ ዝዕድም ተኮይኑ እቲ ባይታ ዋላ እኳ ሰብኣዊ መሰል ገሰ ተኾነ ፀርፊ ኣነ ኣብ ፍርሺ ኣይገብሪ ግን ማዕረ ህንዱ ልኸዱ ብዙሓት ከባቢታት ዓለምና ንርኢ ኢና ላብነት ኣብ ሓደ ሓደ ናይ ኣፍሪካ ዓድታት ብፖለቲካ ኣፈላላይ ኣብ ፓርላማ ውሽጢ ቦምበር ቦምበር ክወራወሩ ለይኣድለይ ቃላት ክደዋረዩ ፕላስ ቦክሲ ገለ ክወራወርለ ንርኢ ኢና ካብኡ ምልስ ኢሎም ግን ነቲ ዓዲ ኣሕሊፍካ ኣብ ለይ ምሃብ ግን ሓደ ኮይኖም ዓዶም ክቐፅሉ ተለዉ ሰጢሞም ክቐፅሉ ተለዉ ግን ትርሞ ትቐልም ተናሰ እዚ ጉዳይ እዚ ድዩ ለይብልና ኣዝ ትግራይ ውሽጥና ንጥይቕ ዶ ውሽጥና ሲ ንሓትት ዶ ከምዚ ዓይነት ወገለ ምውጋ ኣክቹዋሊ ፖለቲከኛ ክትኾንላ እዩ ፅበየካ እዩ ፖለቲከኛ ስለ ፖለቲካ ክትሓስብ ስለ ሕገ መንግስቲ ስለ ሕጊ ክተፅንዕ ገለገለ እዩ ፅበየካ መዓልታዊ መነባብሮና ሲ ላተናግዐ እዩ እኒሀ እዚ ብዙሕ መንእሰይ ይስደድ ኣሎ ትግራይ ናይ ተስፋ ምድሪ ብኸመይ ንገራ ኢልና ክንደኣፍ ንዝቲ ሓደ ክገብረና ዝኽእል ነገር ኣመይ ገይሩ ይሰኣን እቲ ክሪቲካል ዝኾነ ናተይ ሕቶ እዩ ኣነ ተስፋ ኣለኒ ኣብቲ እምነት ኣብቲ እምነታዊ ምክባር ሓደ ናይ ሰብ ናይ ጎረቤት ብግዲ ኣይትትንክፍን ኣይትግህስን ምናልባት እዚኣ ሓደ ትገብረና ነገር ነይራ እዚኣ ጥራሕ ብዙሕ ግዜ ምስ ኣርክተይ ብለግነኹ ኣጋጣሚ ኣብ ዛዕባ እዚ ኣብ መፃኢ ኦር ትግራይ ሓደ ዝገብራ ነገር ሲታ እየ ብዛሕዚ ግዜ ኢለ ኣብ ዝከራኸረሉ ግዜ ካብ ለልዕሎም መእመንቲ ነጥብታት ሓደ እዚኣ እያ ነይራ ሃይማኖት ንሰብ ዘለና ሃይማኖትን ናይ ሰብ ሃይማኖት መክበርቲ ምኳናን እዚ ባዕሉ ሓደ ቫልዩ እዩ እቲ ግራውንድ ዝፈቅድ ነገር እየ ኣነ ለውግዕ ኣለኹ ኣብቲ ግራውንድ ዝረኣኽዎ ነገር እየ ኣነ ለውግዕ ኣለኹ ካብ ወፃኢ ኣብ ብዙሓት ኣፈላላይ ክፍጠር ባህርያዊ እዩ ኣይኮነ ዶ ትግራይ ብዝለላቶ ደረጃ ኮይና ብዙሕ ነገር ብዙሕ ገበናት እናተፈፀመ ብዙሕ ግህሰታት እናተፈፀመ ይኾነ ኣብቲ ጥዑይ ልኾነ ስርዓተ መንግስቲ ቅርጺ ኣብ ለለሉ ሰዓትኳ ክንሪኦም ምንም ክደንቆና ዘይግብዎም ብዙሓት ተርእዮታት ምራይ ልሙድ እዩ። ንሃይማኖት ጉዳይ ግን መልክዑ ካልእ እዩ። እታ ብሕታዊት ትግራይ ከም ትግራይ ሓደ ክትገብር ትኽእል እያ ኢልና እናኣምና እምነት ሃይማኖት ምኽባር ምክባር ሃይማኖት ትሽርሸረላ ሎመታት ይመስለኒ። ብዙሓት ማሕበራዊ ሚድያ ነጠፍቲ ስለዚ ጉዳይ እዚ ኣልዒሎም ሓሳቦም ክጽሕፉ ከካፍሉና ተለው ኣብቲ ኮመንት ኣቲኻ ምንባብ ልባዕሉ እኹል እዩ ኣብቲ ኮመንት ኣቲኻ ንኣብነት 300 ኮመንት እንድሕር ተዋሂቦ ኮይኑ ካብኦም ኣብ ሚዛን ምውሳድ እዩ ዋላ ብፌክ ኣካውንት ኮመንት ይሃብ ገለ ይሃብ ብለየገድስ ኣትሊስት ግን ኣብ ትክክለኛ ናይ ርድኢት መስመር ዘየለ ብዙሕ ሰብ ብዙሕ ነጣፊ እዮም ዘሎ ንርዳእ ኢና። ትግራይ ብፌስቡክ ትምራሕላ ዓዲ እያ ኣብዚ ሕዚ ግዜ ስለዚ ኣብኡ እውን ሰላማዊ ዝኾነ መሪሕ ክህሊ ክንገብር ኣለና መን ዝሸሞ እንድዒ ኣትሊስት ግን እቶም ብዙሕ ፈለወር ዘለዎም ንወሎም እቶም ገፆም ቫይራል ዝወፀ ንወሎም እቶም ኣጀንዳ ፈጠርቲ እውን ንበሎም ድሓን እሶም ትግራይ ሓደ ክገብር ኣብ ዝኽእል ኣጀንዳ ሲ ኣፈላላይ ክልዮም የብሉ ንኣብነት ኣብ ፖለቲካ ለ ኣፈላላይ ክል ይኽእል እዩ እንተ ብተደጋጋሚ ገሊፀዮ እዮም ኣብ እምነትኻ ክኽበር ምግባርን ምድላይን ኣብ ናይ ኣማትኻ እምነት ምኽባርን ግን ኣብዚ ጉዳይ እዚ ኣፈላላይ ክህሊ ከም ዘይብሉ ግን ኩሉ ክኣምን ክኽእል ኣለዎ ኩሉ ክሰርሐሉ ክኽእል ኣለዎ ኣነ እንታይ ይስገእኒ መሲልኩም ኸይዱ ኸይዱ ኸይዱ ኸይዱ ሓበራዊ ዝገብረና ነገር ከይንስእን እሞ ዘላና ተኮይና ተበታቲና እርስ በርስና እናተወቃቀስና እናተጨፋጭፍና እናተፃፋዕና ናይና ዝኾነ እንኾርዐሉ ነገር ከይንስእን እዩ ኣነ ዝሓዝን ኦር ዝሰግእ ኣነ ንካሊእ ብዙ ምንም ኣየስገንን ሃምሰብ ትፍጠር ሓደ ግዜ ሃምሰብ ትዓቢ ትሰርሕ ኣብ ፃንሒትካ እንደገና ብዙሕ ቁም ነገር ዘለዎም ነገራት ሰሪሕኻ ንወለዶ ዝኾን ፃሕ ንጎ ሽምኻ ዘዘክር ኣውንታ ኣውንታ ዝኾኑ ነገራት ሰሪሕኻ ክትሓልፍ ትምነ እዚ ሰብኣዊ ባህሪ እዩ እዚ ናይ ናይ ኣእምሮ ፀገም እንድሕር ለይብልካ ኮይኑ ሰብ ንክጠፍእ ምድላይ ሰብ ካብ ከባቢኻ ንክወፅእ ወር ንክባረር ምድላይ እቲ ናተይ እምነት እዩ ትኽክል እቲ ናይኻ ትኽክል የኾነ ኢልካ ምፍራጅ እዚኦም ምልክታት እዮም ጥዑይ ዝኾነ ኣመለኻኽታ ሃምለ ይብልካ ምልክታት እዮም እዚኦም ከምዚ ዓይነት ምልክታት እንደገና ኣብዚ ሕዚ ግዜ ይበዝሑ ኣለዉ መዋረድ ኢና ዝኾኑ ብዙሓት ምልክታት ይፍጠር ኣለዉ ከም ትግራይ ብዙሓት ለዋርዱና ከም ሕብረተሰብ ሲ እንታይ እዮም እታ እዞም ዓዲ እምበይኸ ሽማግሌ የብሎምን ድዩ እምበይኸ ተፀዋዒ ኣብ ቅድሚት ተሰሊፉ ነገራት ለዝሓሕልካ የብሎም ድዩ ክሳብ ዝበሃል እምበይኸ ሰባት የኾኑ ድዮም ዝብል ሕቶ ክሳብ ዝለዓል ኣብ ልዕሊ ባዕልና ኣይንፍረድ ኣብ ልዕሊ ባዕልና ሕማቕ ኣይንስራሕ ኣክቹዋሊ ኣነ እሱ እዩ ስምዐና ሕዚ ኣብ ልዕሊ ሙስሊም ኣሕዋትና በትሪ ምልዐል እሞለለ ገበን የብሎም ገለ የብሎም ተናእሰ ከም ሰብ ሰብኣዊ መሰልና ይከበር ልብል ሕቶ ለልዕሉ ሰባት በትሪ ምልዓል ኣብ ባዕልና ምልዓል እዩ ልብል ድምዳመ እምነት ኣለና ኣነ ፅባሕ ንግሆ ናይ ግዜ እምበር ናይ ሰብ ጅግና የለን እዚ ዓለምና ልልዕሊ ካብ ተፈጠረትሉ ጀሚሩ እናተኣናገደቶ ዝመጸትን እትርከብን ፍጻመታት እዩ። ኣይኮነ ዶ ንሕና እንሓስብ እንስሳታት ሰባት ናብቲ በረኻ እኳ ውፅ ኢልካ ተመይሓሱ ይልበሃል እኳ ደንበይ ደንበይ ክከባበሩ ምርኣይ ልሙድ እዩ። ኣንበሳ ክኣርግ ተሎ መውዐሊ ፀናፅ እኳ ይበሃል። ዝኾነ ግዜ ሓያል ሓያል ሓያል ኮይኑ ይፀንሕ እሞ ድሓር ግዜ ግዜ ከይዱ ከይዱ ከይዱ ክኣርግ ተሎ ግን መውዐሊ ፀናፅ ይኾን። ስለዚ ንሕና ለሐዚ ዕድል ኣግነና ኢልና ሓይለ ኣለና ኢልና ብዝኾነ ኣጋጣሚ ኣብ ልዕሊ ሰብ ኣብ ልዕሊ እምነት እዮም ክኢሉ ኣለኹ ኣነ እምነት ካሊእ ሰከንዳሪ ነገር እዩ መጀመርያ ሰብ እዩ ክቕድም ዘለዎ ኣብ ልዕሊ ሰብ እንፍፅሞ ዝኾነ ይኹን ሰብኣዊ ግህሰት ምክንያቱ ካሊእ ይኹን እምነት ይኹን ፖለቲካ ይኹን ካሊእ ካሊእ ይኹን ብለይገድስ እናጋንጎም ኣብ ባዕልና ከብፅሐልና ከም ዘይንኽእል ኦር እቲ ዝበደልናዮ ኣካል እንደገና ግዜ ረኺቡ ተደራጅዩ እንደገና ላተጠፋፋኻ ውሒድነት ወልኹ ዝተሸርሚሙኒ ውላ ዓበይቲ ኣብ ልዕሊ መውሓድና እንደገና ካሊእ ፀገም ካሊእ መከራ ክንፈጥር ክነዋልድ እንሓስብ ሰባት ደው ኢልና ዝረገጽናዮ ባይታ ንፈትሽ ኣብ ረግረግ ድዩ ኣብ ስጡ መንገዲ ድዩ ኣብ ምንታይ ኣለና ንፈትሽ ሕዚ ጨኒቑና እኒኦ ኣብ ክልተ ቦታ ንባዕሎም ረጊፆም ደብል ስታንዳርድ ዝኾነ ፀወታ ዝፃወቱ ሰባት ንኣብነት መዋግዒ እንላገበርኩ ዝመፃ ኮነ ኣክሱም ጉዳይ ንርኢ ተለና እቶም ሰባት ኣይፍለጡ ኣይፍለጡ እቲ ገበን ግን ይፍጸም ኣሎ እቲ ሰብኣዊ ጥሕሰት ግን ይፍጸም ኣሎ ስለዚ እዚ ምናልባት ብዝኾነ ኣካውንቲ መፅኦም ባዕሎም መፍተጥፊኦም ባዕሎም እውን መውገዝቲ እውን ክኾኑ ይኽእሉ እዮም ዞም ሰባት እዚኦም ከምዚኦም ዝበሉ ሰባት ኣብ ክልተ ቦታ ረጊፆም ስቃይ ትግራይ የናውሑ ኣለዉ ንፅር ዝኾነ መትከል ለይሓዙ ሰባት ሰብ ሀም ሰብ ኮይኑ ሓስዩ ክፍጽሞ እዩ ኢልኻ ዘይተኣምኖ በደል ገበን እናተፈጸመ ይርከብ ኣብዚ ሕዚ ግዜ ደው ኢሉ ክሓስብ ንዝኽእል ትውልዲ ናይ ኣክሱም ጉዳይ መንቅሒ ደወል እዩ ኻሊእ በብመንገዱ ትፈትሖ ኢኻ ምናልባት ብእምነት ዝፍጠር ሳዕቤን ግን ንክትፈትሖ ግዜ ከይወስድ እሞ ድሓር ናይ ምስ ፈሰሰ ምሕፋስ ከይኮነና ኣነ እዚ ጉዳይ እዚ ልቢ ኢለ ብኣፅንኦት ናይ መወዳእታ ሓሳበ ይክህብ ኣብዚ ጉዳይ እዚ መራሕቲ ሃይማኖት ናብ ቅድሚት ወፂኹም እቲ ነገር ብገንኡ ልክረጋጋዕ ናይ ምግባር ኣቦነታዊ ሓላፍነት ኣለኩም ሓላፍነትኩም ዝተዋፅኡ ብዙሕ ስለቲ እምነት ዘይግድሾ ሰብ ናብ ደገ ወፅኡ ብተደጋጋሚ ነዚ ጉዳይ እዚ ክኹንን እናረኣና ኢና ብቐረባ እቲ ጉዳይ ንዓኹም እናተመልከተ ወዮ ናይ ዕርቂ ወዮ ናይ ሽምግልና ወዮ ናይ ምክኣልን ናይ ምክብባርን መራሕቲ ተባሂልኩም ወዮ ቅድሚ ትመፂኹም ተናእሰ እዚ ጉዳይ ዝፍጠር ተሎ እንደገና ቶሎ ኢልኹም እቲ ጉዳይ ክዝሕል ካብ ምንጩ ንክደረቕ እቶም ምክንያት ዝኾኑ ኣካላት እንደገና ተሓተቲ ልክኾኑ ባዕሉ እቲ ኣማኒ በቲ በብ እምነትኩም ትመርሕዎ ኣማኒ ምስ ኣካላት ፀጥታ ተዋዲዱ ኣሕሊፉ ንክህብ ስራሕቲ ክስራሕ ክኽእል እኒሆ። ሎሚ ዝተፈጠረ ደባቢስኻ ምሕላፍ ዝተደጎለ ሓዊ ምሕዳር ማለት እዩ። ሓዊ ፅባሕ እንደገና ግልጋሎት ልኸብታ ይግበር ኣብ ገጠር ፈሓም ይፍሕም እሞ ብሓሙኽሽቲ ተደብዲቡ ይሓድር ድሕሪ ንግሆ ኣቃፀልኹ ክርቢት ሰኣንኹ ገለ ይትብለ ላምባ ሰኣንኹ ይትብለ ግልህ ግልህ ኣቢልካ እንደገና ላብ ፈርኔሎ ምፅኻ ትሰርሓሉ ልተደጎለ ነገር ንሓድግ ኣለና ከይንህሉ ደው ኢልና ንፈትሽ ኣመንትለ እዚ ጉዳይ እዚ ፍጹም ሃይማኖታዊ መልክዕ ንኸይህልዮ ምጥንቃቕ ጽቡቕ እዩ ብሽም እምነትኩም ክጥቀሙ ዝደልዩ ካልኦት ናይ ባዕሎም ኢንተረስት ከፈጽሙ ዝደልዩ ሰባት ከይጥቀምዎ እቲ ጉዳይ ወሲዶም ናብ ንባዕሎም ጥቕሚ ኣውዒሎም ፅባሕ ንግሆ ክንምለሶ ናብ ዘይንኽእል ነዊሕ ዝኾነ መንገዲ ከይንኸድ ደዊልና ክንሓስብ ንኽእል ኣለና ዝብል መደምደምታ ሓሳብ ከቕምጥ እየ ማለት እዩ ሃገርና ሰላም ይግበረልና ብቐፃሊ ብካሊእ ፕሮግራም ክንጋን ኢና ፈቂድኩም ስለ ዝፅናኹም ብጣዕሚ ነመስግን ንመቐለ ታይምስ ኣጋሽ እንዳርኾንኩም ሀዚ ሰብስክራይብ ብምጋር ቤተሰብና ኹኑ ኣብ ቀፃሊ ናብ ውሕለ ኾና ርሕቐት ክንኸይድ ኢና ሰላም ሰላም